ሰላም ዝኸበርኩምን ፍትዋትን ቤተሰብ ናይዚ ቻናል ከመይ ትኾኑ ሎሚ እውን ከምቲ ልሙድ ብዝተፈላለዩ ዛዕባታት መፅየኩም ኣለኹ ቅድሚ ግን እዚ ቻናል ንክዓቢ እዚ ቪድዮ ድማ ናብ ካልኦት ንክበፅሕ ላይክ ሼር ኮመንት ብዓብዩ ድማ ሳብስክራይብ ብምግባር ጀምርዎ ዘሕዝን ዜና ሞት ሓንቲ ሓፍትና ተሰሚዑ ኣሎ ዓሰርተ ሽዱሽተ ግለ ሰባት ሰብ ብምጭብርባር ናብ ሊብያ ክሰዱ ዝነበሩ ኣብ ትሕቲ ቁፅፅር ምውዓሎም እውን ተፈሊጡ እዩ። ናይዚ ዓመት ብሉፅ ቲክቶኳር ኣደናይ ብርሃነ ተኣምራቱ እንዳቐፀለ እዩ፣ ኣምባሰደር ኮይኑ ድማ ተሸይሙ ኣሎ። ካሊእ እውን ብዛዕባ ተመስገን ዳዊት ሓደሽቲ ሚሽጥራት ምውፃእ ከምዝቐፀለ እዩ ተፈሊጡ ዘሎ፣ እዚ ኣብ ካሊእ ቪድዮ እንሰርሐልኩም እዩ ዝኸውን። እምበኣርከስ ኩቡራትን ፍትዋትን ተኸታተልትና ንሎሚ ዝሓዝናልኩም ዛዕባታት እስካብ መወዳእታ ሓቢርኩምና ክትጸንሑ ዕድመና እዩ። ዘሕዝን ዜና ሞት ሓንቲ ሓፍትና ከም ዝተሰምዐ እዩ ተፈሊጡ ዘሎ። እዛ ሓፍትና እዚኣ ህይወታ ንምቕያር ኢላ ኣብ ስዑዲ ዓረብ እትነብር ምንባራ እውን ተፈሊጡ ኣሎ። እዛ ሓፍትና እዚኣ ብጣዕሚ ብዙሕ ከርተት ዝበለትሉ ህይወታ ከይዓረፈት እዩ ህይወታ ስኢና ከም ዘላ ተፈሊጡ ዘሎ። እዚ ድማ ብሰንኪ ሓደ ወዲ ተባዕታይ ምዃኑ እዩ ዝሕበር ዘሎ። እዚ ወዲ ተባዕታይ እዚ ኣብ ኢደይ ዘሎ ቪድዮ ኣብ ማሕበራዊ ሚድያ ክለቀልኪ እየ ብምባሉ ጥራሕ እዛ ሓፍትና ካብ ዝብ ቪድዮ እዚ ማሕበራዊ ሚድያ ወፂኡ ሰብ ክሪኦ ካብ ዝብል ህይወተይ ምጥፋእ ይቐለኒ ኢላ ኣብ ህይወታ ሕማቕን ናይ መጨረሻ ሓደገኛ ዝብሃል ውሳነ ወሲና ህይወታ ከም ዝሓለፈት ተፈሊጡ ኣሎ። እዛ ትሪእዋ ዝኒእኹም ፅብቕቲ ሓፍትና ብዙሕ ናይ መፃኢ ራኢ ዝነበራ ኣብ ዓዲ ዓረብ ብሽግር እንዳሰረሐት ከላ ኣብ ኣካውንታ ናታ ቲክቶክ ኣቲኩም ተሪኢኩሞ ውን ኩሉ ግዜ ንዝጋብሄራ ምስ ኣመስገነት እያ ግን ከኣን ኣብዛ ምድሪ እዚኣ ወዲ ሰብ ኮይኑ ዘይጋገ ሰብ የለን እሞ ብናይ ቃላት መልሓስ ደቂ ሰባት ተታሊላ ቪዶ ምስ ተታሓዘላ ሂወታ ኣጥፊኣ ይበሃል ኣሎ መጀመርያ ነዛ ሓፍትና እዚኣ መንግስት ሰማያት የዋርሳ ከምኡ ውን ንፈተውታን ንቤተሰባን ጽንዓት ይሃቦም ክብል ይፈቱ የሕዋተይ ከምዚ ዓይነት ነገር ቪዶ ክታሓዘልክን ወይ ከኣ ክተሓዘልኩም ከሎ ሓጺር ዝኾነ ውሳነ ተዘይትውስና ወይ ከኣ እንተዘይትውስኑ ዝበለጸ እዩ። ንቶም ከምዚ እንዳገበርኩም ሂወት ሰብ ተጥፍኡ ዘለኹም እንዳፋራራሕኹም ሂወት ሰብ ካብዛ ዓለም እዚኣ ክትምንጠል ትገብሩ ዘለኹም ብዙሕ መጻኢን ራኢን ትሰብሩ ዘለኹም ግን ጽቡቅ ድቃስ ከምዘይትድቅሱ ፍሉጥ እዩ። ብድሕሪ እቲ ሰብ መቸም ጽቡቅ ድቃስ ወይ ከኣ ጽቡቅ ሂወት ተሕልፉ ኢኹም ኣይብልን እየ እንዳተሳቀኹም ኢኹም ትነብሩ ስለዚ እቲ ንግዝያዊ ረብሓ ኢልኩም ትገብርዎ ናይ ደቂ ሰባት ሂወት ትምንጥሉ ስለ ዘለኹም ካብ ከምዚ ዓይነት ነገር ተትእረሙ ዝበለጸ እዩ ከምኡ ውን እተን ኣቀዲምክን ክትሓስብኦ ዝግበእክን ብፍላይ ደቂ ኣነስትዮ ኣብ ከምዚ ዓይነት መጻወድያ ትኣትዋ ዘለኽን የሕዋተይ ውን ኣቀዲምክን ንሰውነትክን ንቤተሰብክንን እንተትሓስባ ዝበለጸ እዩ ካብዚ ወጻኢ እንድሕር ተተጋጊኽን እንተኾይኑ ውን መቸም ቪድዮ ሒዝልክን ሸር ተበሎ ዋላ ሓንቲ ከም ኩሉ ወዲ ሰብ ተፈጥሮ ኢኽን ሒዝክን ዘለኽን ጽባሕ ካሊእ ሂወት እዩ ጽባሕ ክትወልዳ ክትዝምታ ከም ምኻንክን ክትፈልጣ ኣለክን ጽባሕ ካሊእ ሂወት ተለዊጡ ክትሪኣ ክትፈልጣ ኣለክን ሂወትካ ባዕልኻ ምጥፋእ ብጣዕሚ ዓብይ ገበን እዩ ዋላ ብፈጣሪ እሞ ናብ ከምዙይ ዓይነት ሓሳብ ተዘይትኣትዋ ዝበለጸ እዩ ንቶም ከምዙይ ገርኩም ተሳቅዩ ዘለኹም ደቂ ተባዕትዮ ወይ ካኣ ንቶም ከምዙይ ናገበርክን ተሳቕያ ዘለክን ደቂ ኣነስትዮ ንቶም ተሳቕያን ተሳቕዩን ዘለኹም ግን ብኡነት ይብለኩም ኣለኹ ጽቡቕ ድቃስን ጽቡቕ ነገር ከም ዘይተሕልፉ ብዓርስኹም ውን ነብስኹም ትፈልጥዋ ኢኹም ስለዚ ብግዝያዊ ስሚዒት ተዳፋፊእኩም ትገብርዎ ነገር ክልተ ግዜ ተተሓስብሉ ዝበለጸ እዩ ሕጂ ውን ደጊመ ኣብ ስደት ዝኔኤክን የሕዋትና ኣብ ስደት ዝኔኤኹም የሕዋትና ተፋቂርኩም ከመይ ጌርኩም ክትሓልፍዎ ከም ዘለኩም ክትሓስቡ ኣለኩም ወዲ ሰብ ኮይኑ ከኣ ዘይጋገ ሰብ ስለ ዘየለ ስለዚ ጌግኡ ክትሽፍነሉ ጌግኡ ሸፊንካ ጠንኪሩ ኣብ ዝለዓለ ደረጃ በጺሑ ወሊዱ ዘሚቱ ምስ ቤተሰቡ ተራኪቡ ናብ መሬት ዓዱ ተመሊሱ ጽቡቅ ሰላም ሂወት ንክሕልፍ ክትጽዕረሉ ክትፍትን ኣለካ ምክንያቱ ኣብዚ ምድሪ እዚ ዘይጋገ ወዲ ሰብ ኮይኑ ስለ ዘየለ ብናይ ወዲ ሰብ ቃላት ዘይሰሓሓት ጓል ኣነስተይቲ ስለ ዘየላ። ስለዚ መልሓስና ሕማቕ እዩ እሞ ኣብ ዝተሰሓሓተት ግዜ ኣብ ጎና ኮይንና ኣጆኺ ክንብላ ንሓንቲ ጓል ኣነስተይቲ ከምኡ ውን ወዲ ተባዕታይ ኣጆኻ ክንብሎ ደኣ እምበሪ ከምዚ ጌርና ካብዛ ዓለም እዚኣ ሂወቱ ክሳብ ዘጥፍእ ክንገብር የብልናን። ሓደራኹም ዓርሲ ብዓርስና ኣብ ስደት ዝንኤና የሕዋትና ንፋቐር ከምኡ ውን ኣብ ውሽጢ ዓዲ ዘለዉ ይኹኑ ኣብ ስደት ንሕና እንተ ተፋቒርና እመኑኒ ዋላ ሓንቲ ሽግርን ጸገምን ከጋጥመና ኣይክእልን እዩ። እዛ ሓፍትና እዚኣ ንዚ ወዲ እዚ ብጣዕሚ ቡዙሕ ነገር ከም ዝገበረትሉ ውን እዩ እናተነገረ ዝርከብ ዘሎ። ንወለዳ ገዲፋ ንሳ ውን ደኺሙኒ ጸሚኡኒ ከፊኡኒ ከይበሎት እናሰረሐት ብፍቑራት መልክዕ ዝጸንሑ እንትኾኑ ነገር ግን ነዚ ሰብ እዚ ልዕሊ ዓቐን ብጣዕሚ ክጸግብን ብጣዕሚ ድማ መቺዎ ክነብርን ላዕሊ ታሕቲ ኢላ ትሰርሕ ዝነበረት ሓፍትና ምዃና እዩ እናተነገረ ዝርከብ ዘሎ። ነገር ግን ከም ፍቑራት ኮይኖም ወይም ድማ ከም ብጣዕሚ ዝፋተውን ናይ ቐጻሊ ኣሚነይ ወይም ድማ መሻኽረትኺ ህይወተይ ኢላ ዝኣመነቶ ወዲ ኣብ ሒዘትዎ ዝነበረ ቪድዮ ዝገብርዎ ዝነበሩ ናይ ቪድዮ ወግዕታት እቲ ቪድዮ እሱ ተደሪኹ እዚ ቪድዮ እዚ ናብ ማሕበራዊ ሚድያ ክለቅዮ ኢሉ ብምፍርርሑ ጥራሕ እዛ ሓፍትና እዚኣ ህይወታ ከተጥፍእ ክኢላ ኣላ ማለት እዩ። እዚ ሰብ እዚ እውን መን ምዃኑ ተፈሊጡ ኣብ ትሕቲ ሕጊ ክውዕል ይረባረብ ምህላዩ እዩ ፖሊስ ኮሚሽን ትግራይ ገሊፁ ዘሎ ማለት እዩ። ስለዚ እዚ ሰብ እዚ ብቕልጡፍ ናብ ሕጊ ቐሪቡ ኣብዚ ሕጊ እዚ ድማ ኣብ ትሕቲ ሕጊ ኣትዩ እርምጃ ክውሰደሉን ትኽክለኛ ግቡእ ዝኾነ መቕፃዕቲ ክበሃው እዩ ተባሂሉ ኣሎ። እዘን ኣሕዋትና እዚኤን ደኺሙና ከይበላ ቐትሪ ለይቲ እናሰራሓ እሰን ብዝለእኻልና ገንዘብ ኣብዚ ፈጨጭ ኢልና እናነበርና ነገር ግን ነዘን ኣሕዋትና እዚኤን ንምንታይ ከምዘቢልና እስካብ ማዕሮ ኣብ ሂወተን ሕማቕ ውሳነ እስካብ ዝወስና ነብፀሐን ከምዘለና ብጣዕሚ ዘሕዝን ተግባር እዩ። ብጣዕሚ ዘሕዝን ክስተት ናይዚ መዓልቲ እዚ ኮይኑ ኣሎ ማለት እዩ። ኻሊእ ድማ ዓሰርተ ሽዱሽተ ግለ ሰባት ሰብ ብምንጭብርባር ናብ ሊብያ ክሰዱ ዝርከቡ ዝነበሩ ሰባት ኣብ ትሕቲ ቁፅፅር ምውዓሎም እዩ ተፈሊጡ ዘሎ። ይኹን ደኣ እምበር እዞም ሰባት እዚኦም ጥቕልል ብዝበለ ናይ ማእኸል ሃገር ማለት እውን ካብ ትግራይ ወፃኢ እንትኾኑ ኣብ ማእኸል ሃገር ብዝተገበረ ምፅራይ ግን ብዝተገበረ ምፅራይ ግን እዞም ዓሰርተ ሽዱሽተ ሰባት ማለት እውን ኣብ ታሕቲ ምስሎም እትሪእዎም ዘለኹም ሰባት ብጣዕሚ ዝገርም ነገር እዩ። ኣዞም ኣብ ታሕቲ ንሪኦም ዘለና ዓሰርተ ሽዱሽተ ምስልታት ኣብ ዓዲ ውሽጢ ኮይኖም ትሕቲ ዕድመ ህፃውንቲ ቆልዑ ኣታሊሎም ንሊብያ ዝሰዱ ዝነበሩን ብፌደራል መፅናዕቲ መሰረት ልዕሊ ሽሕን ሸሞንተ ሚእትን ዜጋታት ቆልዑ ንሊብያ ከም ዝሰደዱ ንሊብያ ሰዲዶም ድማ ካብ ስድራቤት ካብ ሓደ ሚልዮን ክሳብ ክልተ ሚልዮን ብር ይቕበሉ ከም ዝነበሩ ነብሲ ወከፎም ድማ ደላሊ ኣብ ሒሳብ ባንኮም ማለት እዩ ልዕሊ ሰብዐ ሓሙሽተ ሚልዮን እቲ ሓደ ሰብ ማለት እዩ ልዕሊ ሰብዓይ ሓሙሽተ ሚልዮን ብር ከም ዝተረኸቦ'ውን ኣብ ዱባይ እውን ዓቐን ገንዘብ ብግልፂ ኣይተነገረን። ሒሳብ ባንኪ ከም ዘለዎም እዮም ባዕሎም ቃሎም ሂቦም ዘለዉ ማለት እዩ። ስድራ ናይዞም ህፃውንቲ ገንዘብ ምእንታን ቐልጢፉ ክኽፈሉ ድማ ኣሰቃቒ ዝኾነ ቪድዮታት ይሰዱሎም ከም ዝነበሩ ምስክርነት ኣብ ሞባይሎም ወይም ድማ ኣብ ተሌፈኖም ከም ዝተረኸበ እዩ እናተነገረ ዝርከብ ዘሎ። ኢሉ እውን ኣብ ትግራይ እውን ከምዚኦም ዓይነት ሰባት ከም ዘለዉ ዝፍለጥ እዩ። እዞም ሰባት እዚኦም ድማ እንመን እዮም ዝብል ነገር ፖሊስ ኮሚሽን ትግራይ እውን ብዕቱብ ክስርሓሉ ተባሂሉ ትእዛዝ ወሪድዎ። እሱ እውን ውሽጣ ውሽጢ ኣብ ምስራሕ ዝርከብ እንትኸውን ፅንሕ ኢሉ ድማ ድሕሪ ዝተወሰነ ፖሊስ ኮሚሽን ትግራይ እውን ኣብ ትግራይ ዝሓዞም ከምዚኦም ዓይነት ገበነኛታት ናብ ሕጊ ከቐርብ ምዃኑ እዩ ገሊፁ ዘሎ። ብተወሳኺ ድማ ካሊእ ሓደ ዓብዪ ዜና ኮይኑ ዘሎ ማለት እዩ ናይዚ ዓመት እዚ ብሉፅ ቲክቶከር ኣደናይ ተኣምራቱ እናቐፀለ እዩ ዝርከብ ዘሎ። ሎሚ ድማ ኣብ ወላይታ ሶዶ ከይዱ ኣምባሳደር ኮይኑ ከም ዝተሾመ እዩ ተፈሊጡ ዘሎ። ዛሬ ጀምሮ ወንድማችን አዶናይ ታዋቂ ቲክቶከር የዚህ የወላይታ ሶዶ ኢንተርናሽናል ስቴዲየም አምባሳደር ሆኖ የተሾሙ መሆኑን እገልጻለሁ።
እዚ ካብ ናይ ቁሸት ቲክቶክ ወፂኡ ኣምባሳደር ስታዲየም ኮይኑ ተመዚዙ ዘሎ ማለት እዩ። ወላይታ ሰዶ ማዳ ወይም ድማ ኣዶናይ ብርሃነ ሃይለሚካኤል ብዝብል ኣብ ወላይታ ሰዶ ናይ ክብሪ ኣምባሳደር ኮይኑ እዩ ተሸይሙ ዘሎ። ኣብ ወላይታ ሶዶ መንእሰይ ኣዶናይ ብርሃነ ኣብ ማሕበራዊ ገፅ ቲክቶክ ብዘቕረቦ መሳጢ ትሕዝቶት ዝፍለጥ እንትኸውን ህንፀት ዓብይ ኣህጉራዊ ስታዲየም ወላይታ ሶዶ ናይ ክብሪ ኣምባሳደር ኮይኑ ከምዝተሸመን ኣብ ወላይታ ሶዶ ድማ ምስኣተወ ብጣዕሚ በቶም ነበርትን ደገፍትን መላእ እታ ከተማ ብዝድነቕ ኣቀባብላ ከምዝተገበርሉን ኣብ ማሕበራዊ ሚዲያ መራኸቢታት ዘለዎ ሰፊሕ ተኸታተልቲ ተጠቒሙ ንህንፀት እቲ ስታዲየም ዝኸውን ገንዘብ ብ ኣድማዒ መንገዲ ንምእካብን ጎስጓስ ከም ዝገብርን ይእመን ተባሂሉ ኣምባሳደር ከም ዝተገበረ እውን እዩ ተፈሊጡ ዘሎ። ህዝቢ ወላይታ ሓንሳብ ምስ ፈተዎ ይፈትዎ ከም ዝበሃል ኣዶናይ ኣብ መንጎ መንእሰይ ተቐባልነት ረኺቡ ንፕሮጀክት ዓቢ ሃፍቲ እዩ ድማ ተባሂሉ ኣሎ። ኣዶናይ ብርሃነ ነቲ ኣብ ቲክቶክ ፕላትፎርም ዝሃንጾ ዝና ተጠቒሙ ንህዝቢ ሃገርን ዓቢ መሰረተ ልምዓትን ይሃንጽ ከም ዘሎ ዝመስከሩ ከምኡ ብምግባሮም ድማ ንብዙሓት ኣሐጒሱን ኣመስጊኑን። እንኳዕ ድማ ኣሓጎሰካ ኣዶናይ ወይም ድማ ብወላይታ ማዳ ዝብል ሽም ከም ዘውፅሉን ኣምባሳደር ገይሮም ሸይሞሞ ከም ዘለዉ እዩ ተፈሊጡ ዘሎ። ክብራት ተኸታተልትና ትማሊ ከቐበልዎ ተለው ጀሚሩ እስካብ ናይ ክብሪ ኣምባሳደር እስካብ ዝርከብ ጀሚሩ ዝተፈላለዩ ሓፅርቲ ቪድዮታት እውን ኣለዉ ናባኹም ከብለልኩም እዩ። ቅድሚ ግን ኣብ ቐፃሊ ቪድዮ እንሰርሐልኩም ብጣዕሚ ዝገርም ተመስገን ዳዊት ካብ ሓራ መሬት ናብ መቐለ ዝተመለሰን እቶም ኣብ ሓራ መሬት ዘለውን ስለ ተመስገን ዳዊት ዘውፅዎ ዘለዎ ምሽጥር እሱ ድማ ኣብዚ ኮይኑ ብዛዕባ ወዳንጥሩን ካልኦትን ዝዛረቦ ዘሎ ዘረባ እውን ናባኹም ሒዘልኩም ብካሊእ ቪድዮ ክምለስ እየ ማለት እዩ ሕጂ ግን ናይ ብሉፅ ቲክቶከር ወይም ድማ ኣምባሳደር ኮይኑ ተሸይሙ ዘሎ ኣዶናይ ብርሃነ ሓፀርቲ ቪድዮታት ናባኹም ከብለልኩም እየ

እምበኣርከስ ክቡራትን ፍትዋትን ተኸታተልትና ንሎሚ ዝሓዝናዮም ዛዕባታት እዞም ክትሰምዕዎም ዝጸንሓኹም ይመስል ነይሮም እስካብ መወዳእታ ሓቢርኩምና ስለ ዝጸንሓኹም እንዳመስገንኩ ቅድሚ ምውጻኹም ግን እዚ ቻናል ንኽዓቢ እዚ ቪድዮ ድማ ናብ ካልኦት ንኽበጽሕ ላይክ ሼር ኮመንት ብዓቢ ድማ ሳብስክራይብ ብምግባር ወድዎ